ዝና ህዝቢ ስምዒት ከመይ ረኺብኩሞ? እዛ ቆልዓ እዚኣ ለይበኸየ ለይሓዘነ ወጣት የለይ። ተፈቲሑ ኣብ ከተማ መኾኒ ከም ዝነበረ ነይሮም ነጊሮምና እና ትርእይዎ ነይርኩም ተፈቲሑ ኣይነበረይ ናበይ ከም ዝሸኩዖ ኣይንፈልጥይ መቐለ ሲሊነር ኣቦኡ ድዩ ሕዚ ክጠፍእ ገይርዎ? እንታይ ኮይኑ ኢላ ሽፍትነት ሰድዎ? እንታይ ኮይኑ እዩ ባዕሉ ክቐርር የተኻትዐ ምንም ቅርሺ የብለይን ንዳኛ ጉቦ ዝህቦ ኢሉ ነይሩ እና ምናልባት ካብ ምንታይ ተላዒልኩም እዚ ክትብሉ ክኢልኩም ዝበልኽኒ እቲ ሰብ ኣብቲ ዓድና ገባሪ ሓዳጊ ዳኛ መሬት ለሸጠ ለለወጠ ዝነብር ሰብ እዩ እዚ በዓል ሓዳር ከም ዝነበረ ኣቦ ቆልዓ ከም ዝነበረ ኣብዚኣ ሚድያና መፅኡ ተዛሪቡ ነይሩ ከምዚ ክገበር ኣይኽእልን እዩ እቲ እቲ ወዱ ሓዳር ምንም ኣይነበረይ ሕጊ ከም ዘሎ ርኤ እየ ኢልክን ነይርክና ምናልባት ኣብቲ ሽዑ ግዜ ሰላማዊ ሰልፊ ተገይሩ ድዩ እንታይ ከ ሓጊዙክን ሕዚ መን መን ሓጊዙክን ደቂ ኣንስትዮ ብጣዕሚ ተሳቲፈን ኣለየን ከመይ እዩ ግን ፍትሒ ረኺብኩም እስቲ ቅሩ ይግባእና ኢና በደልቲ ኢና ካብኡ ከ ሕጊ እንታይ ወሲኑ ፈሪድዎ ስለ ዝጸንሐ ብ ዕስራ ሓሙሽተ ዓመት እዮም የጠናልሎምዎ። ሰላም ከመይ ለኹም ቤት ሰብ ናይል ሚድያ ናይል ሚድያ ከምቲ ኩሉ ግዜ ኣብ መእተውየይ ዝብሎ ካብ ንጅምር ጀሚሩ ፍትሒ ዝሰኣኑ ወገናትና ድምፆም ዘስምዕሉ ሚድያ እዩ ና ተበደልቲ ድምፂ ዝኾነ ሚድያ እዩ ናይል ሚድያ ቅድሚ ዝተወሰነ ኣዋርሕ ሓንቲ ፕሮግራም ሰሪሕና ነርና ኣብዚ ኣብ ናይል ሚድያ እዛ ፕሮግራም ቅርጭብ ኣቢልና ቪድዮ ከርእየኩምሞ ተመልሰ ክንጋነ ኢና ረት ኣብ መንገዲ ጉዕዞ ምስ ጀመረት ተዓፊና እያ ተቐልዓ። ጓል ኣንስተይቲ እያ። ሓደ ወዲ እዩ ልዕፍና። ካብኡ ኣብቲ ቦታ ልደለዮ ቦታ ምስ በጽሐ ኣውሪዱ ልቓደም ልቲ ወዲ ተባዕታይ ብክልተ ጥይት ቃቲሉ ኣብ ቁልቁል ልሐሪ ደውሪዎ። ድሕሪኡ ለኣ ላፍቲ ካብቲ ወዲ ልሞተሉ ፈንተት ኣብሉ ልተወሰነ ኪሎሜትር ፈንተት ኣብሉ ጥራሓ ጥራሕ ዝዋና ዕስራ ሓሙሽተ ዓመት ትፈርድዎ ብነጥብ ትመልሱ ላብ ዘዋ ክልል እዩ ብነጥብ ዝመለሶ ክልል ላብ ዘዋ ብነጥብ ትመልሱ ርኢኹም ፍረድዎ ናዛ ቆልዓ እዛ ኢሉኒ ተሓጒሰ ዕስራ ሓሙሽተ ዓመት ትፈረዱ እቲ ዕስራ ሓሙሽተ እኳ ንእስዋ ደኣ ኮነ ግን ይኹን ብለ እየ ሱቕ ኢለ

ጓል ድኻ ሰብ የብላ ድኻ ኮይንናኣ ሃፍታም ሕጊ ለይለ ኮይኑ። ክልተ ሽሕን ዓሰርተ ሰለስተን ዓመተ ምህረት ከምቲ ዝርኣኹሞ ሓፍትና ሰናይት ኣብ ኸተማ መኾኒ ተቐቲላ ተረኺባ እያ። ቤተሰባ እውን እንኣ እውን ምስ ሓፍታ ኮይነን ኣብዚ ኣብ ናይል ስቱድዮ ተረኺበን ቅድሚ ሕዚ ናይ ጓልና ህይወት ክጠፍእ ዝገበረ ግለሰብ ብነፃ ተሰዲዱ እዩ ኢለን ኣብ ሚድያና መፅየን ጥርዓን ኣቕሪበን ነይረን። ንዝምልከቱ ናይ ፍትሒ ኣካላትን ካልኦት ዝምልከቶም ኣብ ጎንና ደው ክብሉ ኢሎም ድምፂ ኣስሚዖም ነይሮም። ድሕሪ ዝተወሰነ ግዜ ድማ ኣቦ ተጠርጣሪ ዝነበረ ኣብቲ ሽዑ እዋን ማለት እዩ ኣብ ሚድያና መፅኡ እቲ ዝስዕብ ድማ ነጊሩና ነይሩ። ተጠርጣሪ ባራኺ ሃይለ ባዩ ወድኹም እዩ? እወ ወደይ እዩ። እቲ ህዝቢ ጠቕላላ ሳሆ ተፈልጡ ኮይኑ ባራኽ ገብሩ ደይገበረ ኣነ እውን ንሳተፋኡ ይሕግዘን ይውፃእ ይፍረደኒ ባራኪ ገይርዋ ተኾይኑ ይፍረድ በቃ። ሕዚ እዚ ጉዳይ እዚ ኣብ ምንታይ በፂሑ ዝብል ናይ መብዛሕቲኹም ሕቶ እዩ። ስድራ ሰናይት ወላዲታን ሓፍታን ድማ ኣብዚ ኣብ ናይል ሚድያ ተረኺቦም ኣለው። እንታይ እኒኦ ሓድሽ ነገር ኣብ ምንታይ በፂሑ ዝብል ነገር ክነዋግዕ ኢና። ምሳና ኹኑ። ላይክ፣ ሼር፣ ሰብስክራይብ ከይርሳዕ። ከመይ እኒኣኽን?
ሰላም እግዚኣብሔር ምስኪን እንኳዕ ደሕና መፃኻ።
እንኳዕ ደሕና ፀናሕኽን። ቅድሚ ሕዚ ተራኺብና ነርና እስቲ ከመይ ርኢኹሞ ኣብቲ ሽዑ ግዜ ዝነበረ ናይ ሰብ ስምዒት ብጣዕሚ ኣብ ሓዘን ኮይንክን ነርክን ኣብቲ ሽዑ ግዜ ነጊርክናና ንሰናይት ዝቀተለ ገበነኛ ብነፃ ተሰዲዱ ኢልኩም ፕሮግራም ሰሪሕና ነርና እና ዝና ህዝቢ ስምዒት ከመይ ረኺብኩሞ ሰብ ደዊሉልኩም ነይሩ ዶ እንታይ ሓድሽ ነገር ከ ነይሩ? እሺ ናይ ህዝቢ ስምዕት ብሰናይት ለይሓዘነ የለይ ብሰናይት ብዛ ቐልዓ እዚኣ ለይበኸየ የለይ ኣብ ደገ ልንሆ ይኹን ኣብ ውሽጢ ኣነ ኣብ ከተማ መኾኒ ይኹን ኣብ ደገ ልንሆ ብዛ ቐልዓ እዚኣ ለይበኸየ ለይሓዘነ ወጣት የለይ ሰናይት ኩሉ ላሕዘነቶ ኩሉ ላብኸቱ ሰብ እያ

ሕጊ በዲልኒ መጀመርያ በኸየ ዓቢደ ሓዚነ ኩሉ ሓዚኑ ኩሉ በኽዩ ኩሉ ውላደይ ብደገል ይኹን ብዓዲ በኽዩ ነብሩ ኣነ ግን ኸዚ ሕጊ ክሕስኒ ሕጊ ፍትሒ ክሕስኒ ንሆቲ ብደገል ንሆ ሓው ይኹን ቤተሰብ ውላድ ብሰናይት ልሓዘነ ፈስታይ ደስታይካ ስምዒ እየ ከዚ ኣብዚ ሚድያ ቀርብና እንታይ ሓድሽ ነገር ተረኪቡ ዝብል እሱ እስቲ ድሕር ኢልና ክነዋግዖ ኢና ድሕሪኡ ግን ድሕሪ ናይኩም ፕሮግራም ምቕራብና ኣብቲ ሽዑ ግዜ ኣቦ ባራኺ ሃይለ ኣይተ ሃይለ ባዩ ኣብዚ ኣብ ናይል ሚድያ መፅኦም ድማ መልሲ ሂቦም ነይሮም ሪኢኹሞ ዶ ነርኩም ማማ ወይ ሰሚዕኹም ነርኩም ሪእናዮ ኢና ከመይ ርኢኹም እወ ዝረኣናዮም ኣብ ሚድያ ምውፅኡ ብድሕሪኤይ ሓሳቡ ክገልፁ እዩ እቲ ሓሳብ ወደይ የቐተለይ ወደይ ኣይገበረይ ኢሉ ኣብ ሚድያ ገልፁ እዩ ርኤ እየ እቲ ወዱ ምስኡ ድዩ ሓዲሩ ብወድኻ ይመሓል ዶ ብወደይ ኣነ ክምሕል ዶ ብጓለይ ክምሕል ዶ ኣይምሕሊ ገዛ ነይሩ ሓዲሩ ኢሉ ነይሩ ብዙሕ ነገራት ተንቲኑ እዩ ግን ብወዱ ምሕሉ ብወዱ ጥሕሉ ኣይገበረይ ሕጊ ነፃ ውፅዎ እነሆቲ ሕጊ ነፃ ውፅለይ እነሆቲ ብሎ ኣብ ሚድያ መፁ ገሊፁ እዩ ኣነ ድማ ከይደ ላብ ፍትሒ ልንህዎ ብልዕሊኡ ሕጊ ከይደ ይግባኝ ብለ ከይደ እየ ሰበር ሰበር ከይደ ሕጊ ቅረብ ኣቅርቦ እብሎም ክልተ ግዜ ብፖሊስ ተኣዚዝዎ ኣብ ገዛኡ ከይዶም ኣቅርቦ ኢሎሞ ኣየቅርብ እየ የለ ይብሎም እብሉ መልሱ ይህዎም ሰልሳይ ጋዜጣ ተኣውጅዎ ብጋዜጣ ትልጥፍሉ እዚ መዓልቲ እዚ ኣቅርብ ትብሉ ቆፀሮ ትህብዎ ከቅርብ ኣይከኣለይ ታማ ድዩ ተፃሒፉሉ ብጋዜጣ ወይስ ንዝባዕሉ ንዝተጠር ንዝወንጀለኛ እዩ ብጋዜጣ ዝተኣወጀስ ንመን እዩ ንመን እዩ እቲ ወንጀለኛ ቅረብ ትብሂሉ ንኣቦኡ ትእዛዝ ኮይንዎ እዩ ናቦኡ ኣቕርቦ ወድኻ ትብሂሉ ዋሕስ ኮይንዎ ድዩ ነይሩ ኣቦ ዋሕስ ድዩ ብስእሉ ድዩ እቲ ቤት ፍርዲ ሰድዎ ኣነ ዝፈልጦ መንገዲ የብለሽ ሽዑ ግዜ ከመይ ነይሩ ወፂኡ ነፃ ኢሉ በሎ ነፃ ተባሂሉ ነፃ በቃ ኢልናዩ ወፂኡ በቃ ማለት እዩ። ነፃ ተባሂሉ ምንም ድርድር ለይብላ ኢሉ ወፂኡ ኣውፅኡ ሰድዎ እ፣ ኣብቲ ሽዑ ግዜ ኣይተ ሃይለ ባዩ ኣብዚ ኣብ ዝመፅሉ ግዜ ኣብ ስቱድዮና ኣብ ዝመፅሉ ግዜ እ፣ ወዶም ኣብ እ፣ ተፈቲሑ ኣብ ከተማ መኾኒ ከም ዝነበረ ነይሮም ነጊሮምና እና እ፣ እ። ትርእይዎ ነይርኩም ተፈቲሑ ከሎ ኣብ ከተማ ዶ ነይሩ ኣብቲ ከተማ ምኳኒ ኣይነበረይ ምስ ተፈትሐ ኣይነበረይ እ፣ ላብይ ሃምሸኳዕን ፈልጢ መቐለ ሲሊነር ላብይ ሃምኖረ ኣይንፈልጦይ ኣይነበረይ ግን ኣብ ሚድያ መፅኡ ዘርግሑ ኣነ ሓደ እቲ ዋና ቀንዲ ኩሉ ልፈልጠለይ ክፈልጠለይ ልደሊ ብወዱስ ላመሓለ ነውሩ ወዱስ ኣይገበረይ ወደይ ነፃ ወፁ ሕጊ ነፃ ውፅለይ ስለለይ ገበሩ ብሉ ኣብ ሚድያ ዘርግሑ ብድሕሪኡ ሕጊ ፀውዕዎ ኣቕርቦ ወድኻ ተብሂሉ እንታይ ኮይኑ እዩ ከቕርብለይ ከኣለ እንታይ ኮይኑ ኢላ ሽፍትነት ሰድዎ እንታይ ኮይኑ ባዕሉ ክቐርብ ዘይተኻትዐ እንድሕር ሓቀኛ ኮይኑ እንድሕር ለይቀተለ ኮይኑ እንድሕር ለይገበሩ ኮይኑ ሓንቲ ነፃ ሕጊ ኣውፅእኒ እንሆ ክስየፍ እየ ላበለ ላፈከረል ነበረ ወዱ ዋላ ክስየፍ እየ ሕጊ ሕጊ እየ ሒዘ እጓዓዝ ኣለኹ ወደይ ነፃ ኣውፀዮ እኖ ክብሉ ሚድያ እናዘርግሖም ነረ እንታይ ኮይኑ ብቆፀሮ ሕጊ ትፅውዖ ኣሎ ኣቕሪቡ ለያካትዖ እንታይ ኮይኑ ኢለ ሸፎቶ እዚ ለዓለም ሙሉእ ይመምዮ ይረኦዮ

ክእለቱ ስለልኾነት ምንም ልግበር ነገር ተውጋዕናዮ
ኣነ እውን ሕዚ ኣተ ሃይለ ክመፁ ከለው እስኻትኩም ዝነገርኩም ንሓሳበይ እንዳልዓልኩ ዝሓቶ ዝነበርኩ ማለት እዩ ስለዚ ማማየ ንዓኻትኩም እውን ሃይለባዩ ዝብለኒ ዝነበረ ኣይተ ሃይለባዩ ዝተዛረቡን እዮም ከም ሓሳብ ዝነግረኩም ኣብቲ ሽዑ ግዜ ንዳኛ ጉቦ ይህብ ኢሎምኒ ነይሮም ቤተሰብ እዚ ድማ ጌጋ እዩ ኣነ ተራ መንግስቲ ሰራሕተኛ እየ ነይረ ቅድሚኡ ምንም ቅርሺ የብለይ ንዳኛ ጉቦ ዝህቦ ኢሉ ነይሩ እና ምናልባት ካብ ምንታይ ተላዒልኩም እዚ ክትብሉ ክኢልኩም
ኣነ ብምንታይ ኣረጋጊፅኩም ካብ ምንታይ ትልዕለ ብምንታይ ኣረጋግፅኹም ናይ ሕጊ ክፍተት ኮ ክህሉ ይኽእል እዩ እወ ኣብ ብዙሕ ቦታ ነፃ ክበሃል ይኽእል እዩ ስሕተታት የጋጥም እዩ እሺ ሕጊ ነፃ ተይልዎ ሕጊ ነፃ ኢልዎ ዝኾነ ባዕሉ ፈሪዱ ክልል ፈሪዱ ክልል ነፃ ትብለሎ ሓደ ዳኛ ሓደ ዳኛ ከፍ ኢሉ ኣብ ቢሮ ኣብ ከፍ ኢሉስ ኣብ ወንበር ሓደ ዳኛ ክፈርድ ኣነ ርእየ ይፈልጥ ሓደ ዳኛ ሓደ ዳኛ እዩ ጥራሕ ዝፈረደ እንደገና ጉቦ ብምንታይ ትብሉ ትኽእልኹም ዝበልኽኒ እቲ ሰብ ኣብቲ ዓድና ገባሪ ሓዳጊ ዳኛ መሬት ለሸጠ ለለወጠ ዝነብር ሰብ እዩ እዚ ናይ እሱኡ ስራሑ ኩሉ ዝፈልጦ እዩ። ኩሉ ወረዳ መኮንን ከተማ መኮንን ዝፈልጦ እዩ። ስራሑ ተምክሕተኛ እዩ። ሓንቲ ኣነ ጓል ኣንስተይቲ ኮይኑ እዩ ንዕቁኒ ተዳና ከይተምፅ ሃሚ ገብረ ለኣን ልሃይለ ወይ ኣነ እዛ ለኣን ትማጎተን ዝበሃል ንዕቐት ስለ ዝነበሮ እዩ። ኣነ ሓቂ ሕዘ ሕጊ ሕዘ ድኻኤ ሕጊ ምስ ሕጊ ቆይመኤ ደም ጓለይ ክሓፍስ ልትጓየኹ ከዚ ልል ትምክሕተኛ ስለልኾነ ትምክሕተኛ እዩ ብቕርሹ ክዓንትኡ ኩሉ ይፈልጦ እዩ ትምክሕተኛ እዩ ካብኡ ደማይ ኣይገበረይ ወደይ ላበለ ኣብ ምድያ ናትኺ ላሕለፎ ነውሩ ሕጊ ቅረብ ትብለሎ ወድኻ ቅረብ ትብለሎ ሲ ታማ ኮይኑ ንፁህ ኮይኑ ወዱ ሕዝሉ የቀረበ

ሕጊ ሃምሉ እንሆቲ ፍትሒ ሃምሉ እንሆቲ ብጣዕሚ ኣረጋግፀ እወ ሕዚ ተፈሪድዎ ከመይ ተፈሪድዎ ዝብሉ ነገራት ክነልዕል ኢና ብደንብ ጌርና ንተከታተልትና እውን ክነልዕል ኢና ዝሓድሽ ፍርዲ ማለት እዩ ቅድሚኡ ግን ከምታ ዝጀመርክዋ ኣይተ ሃይለ ዘልዐሉና ሓሳብ ድማ ክሓተኩም ማማ እሺ በዓል ሓዳር ከም ዝነበረ ኣቦ ቆልዓ ከም ዝነበረ ኣብዚ ኣብ ሚድያና መፅዩ ተዛሪቡ ነይሩ ከምዚ ክገበር ኣይክእልን ኢሉና ኣብዚ እንታይ ምላሽ እኒኤኩም ብትክክል ምላሸይ? እቲ ተጠርጣሪ በዓል ሓዳር ነይሩ ዶ እቲ እሺ። ወንጀለኛ እሺ እቲ እቲ ወዱ ሓዳር ምንም ኣይነበረይ ወያ ልክፍረዶ ማጨው እህ፣ ልክፍረዶ ዕስራ ዓ- ሰላሳ ዓመት ክፍረዶ ልሃለየ ሓሙሽተ ዓመታ ጠዋሪ ኣቦ ኢኖ እየ ይኡ መን ክጥውረና ልበሃል ርከን እንሆ መስልና ኣነ ምህርቲ ይኮንኩይ ብኡ ልቀናነስ እንሆ እዩ ልክቕነሶ ጠዋሪ ወለዱ እዩ ዝቆልዓ ካብ ኢድና ከደ ላሕና ልጥውር እዩ ውሎም ውሉ ትኻትዑ ትቐንስዎ እዩ ሰላሳ ዓመት እዩ ክፍረደ ነብሩ ጠዋር ወለዲኡ ሓዳር የብሉ ምንም ነገር የብሉ ጠዋርና እዩ ስኢል ጥውረና ውሉ ተዛሪቡ እዩ ቅድሚኡ ማለት እዩ ኣብ ፍርዲ ኸዚ ግን ትመይሱ ኣብ ሚድያ መፁ በዓል ሓዳር እዩ ዝወለደ እዩ የብሉ ሓዳር ኣይገበረ ኣብ ኢድ ወላዱ እዩ ጠዋሪ እዩ እላ ለነብሩ ኣብ ቤት ፍርድስ እንደገና ለለ ኸዚ ሓዳር ንህዎ ይብሉ ኣብዚ ኢሉ ምግላፁ ብጣዕሚ ግርምለይ እዩ እንሆ ከተማ ምዃኑ ዝፈልጦ ኢሉ ቆልዓ ራብሸኛ ምዃኑ ሁከተኛ ምዃኑ ሁሉ ዝፈልጦ እዩ ግን ብወዲ ምሕሉ ብወድኻ ይመሓል ብወዲ ምሕዱ ዝብሉ ከዚ ግን ኣነ ትዋና ከቕርበል ዝኸኣልኩ ብደገ ልንሆ ብዓዲ ድንሆ ምስ ኣነ ልሓዘነ ውላደይ ኣሕዋተይ ልክሰምዑለይ ፍትሒ ኣግንየ ንእኹ ፍትሒ ሕጊ ኣግንየ ንእኹ ሕጊ እንሆ ምዃኑ ደስ ውልኒ

ክገልፅ እየ መፀናኹ። ሕዚ ማማየ ኣብቲ ሽዑ ግዜ ኣብ ከተማ መኾኒ ዓብይ ሰላማይ ሰልፍ ተዝግበር ኢልክን ነይርክን ባዕሉ ኣይተ ሃይለ እውን ሰልፍ ተተኻይዱ ኣነ እውን ክሕግዝ እየ ኢሉ ነይሩ እና ምናልባት ሕዚ ብቲ ዘሎ ፍርዲ ማለት ሕግስ ፈሪዱኒ ትብለን ኣለኽን ማማ ሕግስ ሕግስ እኒኦ እዩ ኣብ መጨረሻስ ሕጊ ከም ዘሎ ርኤ ኢልክን ነይርክና ምናልባት ኣብቲ ሽዑ ግዜ ሰላማይ ሰልፍ ተገይሩ ድዩ ታይ ከ ሓጊዙክን ሕዚ መን መን ሓጊዙኩም ሕዚ ብዙሕ ሰብ ኣነ ዝሰራሕዎ ፕሮግራም እውን ብጣዕሚ ብዙሕ ሰባት እንዳደወሉና ነይሮም ብጣዕሚ ብዙሕ ሰባት ትሪኦሞ ነይሮም ፍትሒ ክረክባ እኒኦወን ዘነዶ ኢሉ ነይሩና ዝሓገዘክን ኣካላት እኒዋ ዶ ምናልባት ጉዳይ ደቂ ኣንስትዮ ክኾን ይኽእል እዩ ወይ ካልኦት ወይ ሰላማዊ ሰልፊ ተገይሩ ተኮይኑ እሺ
ደቂ ኣንስትዮ ብጣዕሚ ተሳቲፈን ኣለየን ተሳቲፈን ኣለይ እየን ብናዘዋ ይኹን ብክልል ይኹን ተሳቲፈን ኣለ እየን ዘቐልዓ እዚኣ ሕጊ የለይ ማለት እዩ እዛ ቆልዓ እዚኣ ርኡይ ፍርዲ ተርእዩ ተፈሪድዎ 25 ዓመት ተፈርድዎ ክልተ ዓመት ተኣሲሩ ሃለየ ኣብ መንጎኡ ነፃ ዝበሃል ሕጊ ሕጊ የለይ ሕጊ ሞይቱ እዩ እንሆላላ ብጣዕሚ ተሳቲፈናለይ ተጣልዐናለይ እንደ ጉዳይ ደቂ ኣንስትዮ ብላዕሊ ይኹን ብታሕቲ ደቂ ኣንስትዮ ሓጊዘናን እየን ኩሉ ሓጊዙኒ እዩ ኣነ ኩሉ በኩይላ እዩ ዛቆልዓ እዚኣ በኩይላ እዩ ደቂ ኣንስትዮ እውን ተሳቲፈን ኣለ ናይ ህዝቢ ስምዒት ከስኽኻ መጀመርያ ከመይ ርኢኽዮ እስቲ እዎ መጀመርያ እማ ተሰሚዕና ያው ዓቢድና ኢና ኣብቲ ቤት ፍርዲ ለዓብድና ያው ተሞይ ሓድሽ ድንገት ገጣሚ ነፃ ትበሃሎ ብጣዕሚ እዩ መደንገፂ ዝሮ ዝሮ ከዚ ኣብዚ ልመፃና ኣሎ ሚዳኹም መፃና ኣሎ ያው መጀመርያ ዓቢድናለ በኺናለ ኣብዚ ህዝቢ ትግራይ ክሰምዐልና ካብ ህዝቢ ትግራይ ሓሊፉ ህዝቢ ዓለም ደገ ልንሄው ውሽጡ ልንሄው ክሰምዑልና ኢና መፂና ኣብዚ ኣብዚ ለልመፀናሉ ምክንያት ኣብዚ ፍትሒ ብምግናይና እዩ ፍትሒ ረኺብኩም ፍትሒ ኣግኒና ኒና ብጣዕሚ ደስ ይብል ቅድሚ ሕዚ ኣብ ናይል ሚድያ ዝመፁ ዝነበሩ ፍትሒ ዝሰኣኑ እዮም ሕዚ ድማ ለካ ፍርዲ እኒኦ ተፈሪዱልና ኢልኩም ናይኩም ጉዳይ ርእዩ ንሰናይት ንሓፍትና ንዝበኸዩ ኣብ ጎንኹም ንዝነበሩ ክተምስግኑ ኢኹም ክትነግርዎም ኢኹም መፅኹም
ሰብዚ ሕጊ ሒዝዎ ኣሎ ከመይ እዩ ግን ፍትሒ ረኪብኩም ስ ቅሩ ፍትሒ ረኪብና ምክንያቱ ኣብዚ ኣብ ታሕቲ ተሲእንካ ኣብ ላዕሊ ፍትሒ ይሰኣኒ ኣብ ታሕቲ በኺና ኣብዚ ተሓጒስና ኒና እዚ እንታይ ክብለኪ ሕና መጀመርያ በኺና

ሓቀኛ ተሎ ከነብሩ ዝቐልዓ እዚኣ እዚ ስራሕ እዚ ለይተግበሮ ተሎ ከነብሩ ሓቂ ሒዝካ መንገዲ ሃርስ እዩ ልክዕ ነፃ ምስ ተባሃለስ ኣያቋረፅኩምን ናብ ላዕሊ ኢኹም ኣሕና ከድኩም ናብ ሰብ ይግባኝና ኣሕና ይግባኝ እኮ ኢልኩም በደልቲ ኮይና እሺ። ምክንያቱም እዛ ቆልዓ እዚ ኣሕና ትበደል ስለ ዝኾና ትሕቲ ተሲእንካ ኣብቲ ላዕሊ እዩ ፍትሒ ልግና እሞ ይ- ናይ ይግባኝ መሰልና ኢና እ፣ ቐፅልና ማለት እዩ ኣብቲ ቆፀረ ግን ድግሜ ይኸኣል እየ ምክንያቱም ፅኑዕ ሕዙ እዩ እዎ ትሰርሐ ትለለ ዝስርሐ ዝኾነ ትህሉ በቃ ክፍተት ፍጠሩለይ ኣነ ሃም ተልሓስ ኸው ብሽጠይ ማለት እዩ በቃ ብልገርካ ገርካ ኣውፀኒ ይብልዎ በቃ ኣውፀኒ ክለኪ ትክክለኛ ትኮኑ ሰብዚ ነፃ ተባሂሉ ይግባኝ እና ንህና ኣብቲ ቆፀሮ ለይ መፅእ

ትክክለኛ እንተኮይኖም ሚድያ ይመፁ ባዕሊ ለይሟገት ኒኢኪ ላኣኪ መፁ ኣይገበርኩ ከምዚ ከምዚ ኣለዉኒ ኣይገበርኩ ኢሉ ለይሟገት ኣቡኡ መፁ ላተሟገተኒ ኣረ ነዉሪ ለይሓፍር ነዉራም ዝኮነ ሰብ እዩ ሰብ እዙይ። እሞ ሕዚ እቲ ዘለሉ ኩነታት ኣብ ምንታይ ሕዚ ስኢንኩሞ ካብኡ ከታይ ተባሃለ እማ ሕና ብሱ- ላብ ዝለኣረናሉ ብስራሕ እና ሕግና ነመስግን እዩ። ፍትሒ ካብኡ ከምድና እዩ።
ስኢንኩሞ ን- ኣብቲ ሽዑ ግዜ ካብኡከ ሕጊ እንታይ ወሲኑ? ሕጊ ደኣ ወሲኑ ኣሎ ምክንያቱም ዝያሽ ሽፍታ ስለ ዝኾነ ኣብ ቁፀርኦ ለይቲ ገና እዩ ውሳኔ እዩ ይብሉ እሱ ኣብ ዘይለሉ ማለት እዩ እቲ ዓይነት ቅፅዓት ኣፋኣታ ኣመሓላል ቅፅዓት እሞ ያው ድርጊቱ ካሊእ ኢሎም ፍርድ እዩ ነይሩ ግን ተፈሪድዎ ስለ ዝፀንሐ ብ ዕስራ ሓሙሽተ ዓመት እዮም ጠናልሎምዎ ዕስራ ሓሙሽተ ዓመት ተፈሪድዎ ማለት እዩ ኣብቲ ሽዑ ግዜ ሰናይት ህይወት ብቻ ይኮነ ጠፊኡ ናይ ሓደ ተጋደላይ ህይወት እውን ጠፊኡ ነይርዎ ሰለስተ ርእሳ ጥንስቲ ነይራ ናይ ሓደ ተጋዳላይ ቤተሰባት ከተረኪቦም ዶ ትጋነዩ ዶ እዎ ንሕና እኮ ይሳተፉ እዮም በዓል ነብሲ ድማ ይርስ እዮም ከዮ በዓል ነብሲ እኮ ይርስ እዎ ይሳተፉ እዮም ያው ኣፍታ ከፍታ ቆፀሮሽ ካብ መጨረሻሽ ከምሰኒ ያው ነብሲ እዩ ኣመጊርኻማ ኣመጊርካ ይህርስ ድዩ ኮይኑ ሕዚ ሰኒ ብፍላይ ብቀዳማይ ስ ክትነግረና ከለኺ ብፍላይ ምስ ኣሕዋቱ ምስ ቀረባ ምስዝኾኑ ሰባትስ ንእሽተይ ናይ ባእሲ ዝመስል ነገር ክንከድ ከለና እና ምፅርራፍ ነገር እኒኦ ኢልክና ነርኪ ከምዚ ይብሉኒ ነይሮም እሱ እሱኸ ከመይ ሕዚ ተስተኻኺሉ ዶ ምስቲ ቤተሰብ ዘለኩም ርክብ? ኣሕና ታሞ ንብል ኣሕና እኮ ዝሮ ዝሮ ሕጊ ዘሪና ስለልናረ። ኣስተኻኺሎም ዶ እሺ እሶም ኾምዚ ይብሉና ነይሮም ትብሉ? ታይ እሞ ክብሉ እሱማ ታይ ክብሉ ኮይኖም ምንም ናምፅእዎ ተኣምር እኮ የብሎምን እዩ ምክንያቱ ኣሕና ሕጊ ኢና እኒና ሕጊ ሕዝዎ ስለልኖ ኣይትጋነና ኢላ ብላግነና ግን መንገዲ ላይ የብልናይ ድሕሪኡ ይብለክ ኣለኹ ድሕረይ ትልወፀሉ ኣሕና ግን ያው ኣብቲ ሕግና

ክንደየናይ ሌቃ ረበት ክንደየናይ ኣሸባሪ ምዃኑ ጎብርዎ ምዃኑ ባዕሉ ብልበለፀ መስኪሩ ብባዕሉ ማለት ምጥፋኡ ምጥፋኡ ማለት እዩ ግልፂ ኮይኑ ዝተፈረደሉ ዝተወሰነሉ ምዃኑ ያው እዚና እናቐርብ መፅና ማለት እዩ። ሕዚ ተታሒዙ ቅፅዓት ተግባራዊ ይኸውን እዩ ማለት እዩ። ኣዎ ኣዎ ስቡ
ሕጊ ከመይ ረኢኽዮ? ሕጊ ብጣዕሚ ደስ በሃሊ እዩ።
ተስፋ ቆሪፅኪ ነርኪ ቀዳማይ እወ ምክንያቱም ተስፋ ለቆርፅ እዮም ገብሮም ሓደ ትበዳሊ ብሓደ ዳኛ ዝፍረዳ ሕና እዩ ትጀምሩ ሕና ንፈልጥ ኣብዚ እኮ ከዚ ትፈልጥ እኮ ሸውዓተ ሸውዓተ ዳያኑ ሞምዮም ርእዮም ግዜ ይህዎም ኣፃርዮም ከዮም ፈሪዶም ኣለዉ ብዓውለለ ምጥፋኡ ባዕሉ ምስክር ካብቲ ምስክር ለንሆ ብላዕልስ ኣብቲ ቆፀሮ ለይቲ ገይነዮ ምዃኑ ተዓውዩ ምስክር እዩ እሱ ላቶም ማለት እዩ። ስለዚ ኣባሆም ኢና ንፈልጥ ኣሕና ሓደ ሕጊ እኮ ግድን ላሕና ደግፍ እኳ ይኾነ እቲ ሓቂ መምዩ ኢሉ ፈርዳ ኮነ እዩ። ስለዚ ተየጠፍኦ እዚ ትኽክለኛ ተኾይኑ ኣብቲ ቆፀሮ ይመፅእ።

የቀኔልና ስለዝነገርኩምና ሓደ ነገር ሓደ ፕሮግራም ክንሰርሕ ከለና ያው መወዳእቱ ሕዚ ናይ ብዙሓት ንሰርሖም ዘለና ከምዚ ዓይነት ነገራት መወዳእትኦም ገና ስለዘይኮነ እዩ ገና ስለዝኾነ እዩ ተኸታቲልና ዘይነቕርቦም ዘለና እና መፂኹም ስለዝነገርኩምና ብጣዕሚ የቀኔልና እንኳዕ እውን ፍትሒ ረኸብኩም ብፍላይ ማማ ክንረኽበክን ከለና መጀመርያ ኣብዚ ኣብ ኣደባባይ እንዳበኸኸን ይኸን ነርክን ማማ እና ትሽዑ ዝነበረ ስምዒት ኣነ ኣይርስዖን ብዙሕ ቤተሰብ እዩ ነይሩ ክልቴክን ብቻ ቀሪብክን እምበር ብዙሓት ነ ገሬ እውን ነይሩ እና እዚ ስምዒት እሱ ኣይረስዖን እየ እና ሕዚ ግን ማለት ከቢድ እዩ ተሓዘን እስካ ዘለኣለም ካብ ውሽጢ ዝወፅእ ኣይኮነን ግን ተገደደ እዚ ንብዓት ተሓቢሱ ፍትሒ ረኪበ ኢልክን ስለ ዝመፃክን ኣነ ብጣዕሚ እዩ ደስ ኢሉኒ እስቲ ስምዒትክን ንገራኒ ኣነማ ኣነ ፍትሒ ስምዒተይማ ሕግን እንሆ ምኳኑ ብሕጊ ከመስግን እየ መፅየ ሕጊ ብጣዕሚ ሕጊ ግን ፈትሕለ እዩ ካብ ታሕቲ ናብ ላዕሊ ከይደ ይግባኝ ኢለ ፍትሒ ግን እየ ከመስግን ልሕጊ እየ እቲ ሕጊ ልኩሉ እዩ እኹል እዩ ትብሉ እወ። ማማ ግን ሓቂ ግን ሓቂ ግን ተሓቂ ቅዳማ ኣይትብጠሲ ስለ ዝኾነት እዩ እና ብጣዕሚ ሕጊ ፍትሒ እንሆ እዩ እም፣

ውላድ ሞይትዎ ወዲ ሞይትዎ ጓል ሞይታቶ ሃምኣን ልበኩ ኢሎ ሕጊ ሃምዛ ኣሉ ክቕፅል ሃምዛ ጎሩ ክቕፅል ፍትሒ ክግነይ ኩሉ ብኻይ ክሕጎስ ፍትሒ ካግኒስ ሓደራ ይብል እየ እዩ ልሕጊ ከዚ ግን እዚ ላመስገንኹ እየ እቲ ለኣነ ዝበደለኒ ኣብ ውሽጢ ሕጊ ኮይኑ ፍትሒ ክኾን እየ ውሉ ንሃገር ካገልግል እየ ልልትበደለ ካገልግል እየ ውሉ ኣብ ወንበር ከፍ ልበለ ዳኛ ሕጊ ክከታተለለይ እንሆዎ ሕጊ ተኸታቲሉ ልሓመቐ ክነፅግ እንሆዎ ኢለ ያቕምጥ የቐኒየለይ የቐኒልና ንሕና እውን ስለዚ ቤተሰብ ናይል ሚድያ ናይ ሎማዓንቲ ፕሮግራም እዚ ይመስል ነይሩ ከም ናይል ሚድያ ብጣዕሚ ብዙሕ ዝተበደሉ ድምፂ ዝሰኣኑ ወገናትና እንዳምፃና ድምፂ ንኾኖም ኣለና ንሕና ናይ ሚድያ ሽፋን ኢና ንህብ ሰሪሕና ዝንሰርሖ ፕሮግራም ግን ጉዳይ ደቂ ኣንስትዮ ይኹን ወይ ካልኦት ዝምልከቶም ናይ ፍትሒ ኣካላት መልእኽቲ ኢና ነመሓላልፍ ዘለና ድምፂ ኢና ንኾን ዘለና ብዙሓት ፕሮግራማት እውን ሰሪሕና ኣለና መጨረሽኦም መወዳእትኦም እንታይ ኮይኑ ዝብል ድማ ከምዚ ናይ ሎማዓንቲ እንዳምፃና ናባኻትኩም ክነቕርብ ኢና ማለት እዩ እዚ ፕሮግራም እዚ ንካልኦት ክበፅሕ ላይክ ሼር ሰብስክራይብ ምግባር ከይትርስዑ